ሰላም ሰላም ናይ ዝፋኒ ናርዲ ተኸታተልቲ ዝኾንኩም ንኹልኹም ከመይ ኣለኹም? ኣነ እግዚኣብሔር ይመስገን ሰላም እየ ጽባ ኣለኹ። ከምዛ ኣነ ሰላም ዘለኹዎ ሰላም ክትህልወለይ ናይ ኩሉ ግዜ ትምኒተ እዩ። እሺ እምበኣር ክብራት ተመልከትና እንዳ ኣሕዋተይ ንኹልኹም ከመይ ቀኒኹም ከመይ ኣለኹም እናበልኩ ናብታ ቪድዮ ከብለኩም እየ ሓዳሽ ቪድዮ ሒዘልኩም መጽኣ ኣለኹ ማለት እዩ ጋይስ። ቅድሚያ ላይክ ሸር ሳብስክራይብ እናገበርኩም ግን ፕሊስ ቤተሰብ ኩኑ ኩሉ ግዜ ላይክ ሸር ሳብስክራይብ ግበሩ ብምባለይ ይሽልተኩም ክኸውን ይኽእል እዩ ግን ኣምሶሪ ይቅርታ ንዓይ ጥቕሚ ስለ ዘለዎ እየ ላይክ ሸር ሳብስክራይብ ግበሩ ዝብለኩም ዘለኹ ካልእ ኣይኮነን ክብራት ኣሕዋትና ሓቢርና ክንዓቢ ከዓ ሓግዙና ክብለኩም ይፈቲ ኣቱም ብውሽጢ እናፅሓፍኩም እናፅሓፍክን ኣጆኺ እዚ ጌጋ ኣሎ እዚ ከምዚ እዩ ኢልክን እተበራትዓኒ ቴንኪዩ ብጣዕሚ እየ ዘመስግን ክብረት ይሃበለይ ዘን ኣሕዋተይ ዞም ኣሕዋተይ ንኹሉኹም እሺ እምበኣር ናፍታ ዘምጻእኹዋ ቪድዮ ሎማዓንቲ ከብለኩም እየ ምሳይ ጽንሑ እስካብ መጨረሻ ስምዑዋ ሎማዓንቲ ሒዘልኩም ዝመጻኹ ስልባ ሓሳብ እያ ትብል ንምንታይ ከምዚ ጌርኪ ንምንታይ ከምዚ ኣምጺኺ ገለ ገለ ድብል ሰብ ክህሉ ይኽእል እዩ ናይ ሰብ ሓሳቡ ስለ ዝገልጽ ዋላ ሓንቲ ብዙሕ ደዛርብ ነገር ኣይኮነን እቲ ኣነ ክብሎ ደልየ ዘለኹ ግን ሎማዓንቲ ሓዱሽ ኣርእስቲ ሒዘልኩም መጽየ ዘለኹ ኣብነር ብጣዕሚ ሕማቅ ኣብ ሕማቅ ኩነታት ዘሎ ሓውና እዩ። ከምዚ ኣብዚ ምስሊ ስክሪን ትርእይዎ ዘለኹም ምስ መስርሒኡ ኮይኑ እንዳሰርሐ ኣብ ቢሮ ብተሌፎን ተሌፎን እናተደወሎ ተሌፎን ኣልዒሉ ንኽዘራረብ እቲ መስርሒኡ ሰብኣይ ኣይፈቅደሉን። ብጣዕሚ ኣይፈቅደሉን ይኹርየሉ ይጭኽጭኾ ንምንታይ እስኻሲ ክትሰርሕ እንዲኻ መፂኻ እንዳ ንስራሕኻ ደይ ትገብር ታይ ኣለካ ቴሌፎን ዕስራን ኣርባዕተን እንተልዕል እስኻ ቴሌ ድኻ ኢሉ ይኹርየሉ ማለት እዩ። ኢቭን እንድሕር ካልኣይ መዓልቲ ከምዚኣታት ደጊምካ ከባርረካ እየ ዝበለሉ ታይማት ነይሩ ማለት እዩ ክብራት ኣሕዋትና። ኣቢነር ድማ ኣጋጣሚ ልዋም ደዊላትሉ ከልዕላ ኣይከኣለን ተፋጠጥ ኮይና ኣብዚ ተሌፎን ደዊላ ተፋጠጥ ኮይና ኣብዚ ማለት እዩ ጋይስ ልዋም ደዊላትሉ ከልዕላ ደልዩ ግን ከዓ እቲ መስርሑ ከዓ ብማዕድኡ ክሪኦ ፀኒሑ ኣቢነር እውን ሰሪቑ ይሪኦ ኣሎ እቲ እውን ይሪኦ ኣሎ ኢቭን ክልቲኦም ይጠማመቱ ኣለዉ እንተልዒልዋ መስርሑ ከባድ እዩ ስቕ እንተኢሉ ልዋም ክትወርያ። እንታይ ግበር ሕጂ ኣቢነር ሕማቅ ኣሎ በቃ በጃኩም እዋእ ኣነስ ገሪምኒ ኣብዚ ኣብ ስደት ዘለና ብቻ ጸቅጢ ዝፈጥሩልና ይመስለኒ ነይሩ እምበር ለከ ኣብ ዓዲ እውን ጸቅጢ ይፈጥሩሎም እዮም ንዞም ስራሕ ዝሰርሑ ናይ ስራሕ ሰባት ማለት እዩ ጋይስ ከማኻ ቋንቋኻ ምሳኻ ባህሉ ገለመለ ኩሉ ነገር ዝርደአካ ሰብ ከንሱ ግን ሞር ጸቅጢ ዝፈጥረልካ ክትርኢ ከለኻ ኣይ ኖ። ብጣዕሚ እዩ ዝገርመኒ ኣነ ንባዕለይ ናይ ብሓቂ እየ ዝብለኩም ሕጂ ኣብዚ ከዓ ስልኪ ከልዕል ደልዩ ግንከ ከልል ኣይካለን ክትባረር ኢኻ ምስ በልዎ ንኸይባረር ስርሑ ንኸይቋረፅ እታ ተለፎን ፀቒጥዋ ሓሊፉ ማለት እዩ። እቲ መስርሒኡ ኸዓ እንተልዒልዋ ከርእየኒ ኢሉ ብማዕዶ ኾይኑ ፈጠጥ እንዳበለ እዩ ነይሩ። ካብ ከምዚ የድሕነና ጎይታይ መዓረይ ኣብዚ ስደት ደኣ ዝበሉ ይበሉ ኢልና እንዲና ተሊፎን ነልዕል ሓደ ሓደ ግዜ ደኣ እንካዓስ ዓቕሊ ዘለዎ ዓቕሊ ኣቢነር ሞር እየ ኣድኒቐዮ ብጣዕሚ ንፉዕ ኢኻ ኣቢነር ሓወይ ኣብዚ ከዓ ከምዚ ኣብ ስክሪን ትሪእዋ ዘለኹም ኣብዚ ከዓ ነይ ኣቢነርና እዛ ዓርኩ ማለት እዩ ኣባኣ ጠፊእዋ ሕማቅ ኣላ ብጣዕሚ ሕማቅ ኣላ ማለት እዩ ኣባኣ ጠፊእዋ ትገብሮ ጠፊእዋ ሄሪ ማለት እዩ ሕማቅ ኣላ ሕጂ ናብቲ እቲ ናታ መማረፂ ኮይኑ ዝተርኣያ ከምቲ ኣብቲ ዝሓለፈ ቪድዮ ዘሎ ዝተዛረብኩልኩም ንኣብይ ነርያ ፀገማታ ኩሉ ነገር ኣካፊላቶ ሰብኣየይ እዩ በዓል ቤተይ እዩ ኢላ ኩሉ ነገር ኣካፊላ ኣቦይ ጠፊኡ ኢላ ዝተዛረበቶ ክፋል ርኢና ነርና ሕጂ ኸዓ ኣብዚ ቴሌፎን ደዊላ ናብ ኣቢነር ኣቦይ ናበይ ኣትዩ ከም ዝኾነ ርኣ ኢላቶ እሱ ግን ከይዱ እቲ ርኣ ዝበለቶ ቦታ ርእዩ ምናምን ክረኽቦ ኣይከኣለን ተመሊሱ ናብ ስርሑ ኣትዩ ደዊላ እንታይ ጌርካ ምስ በለቶ ኣቢነር ከዓ ሄሪ ኣነ ኹሉ ርእየ ዝተኽኣለኒ ጌረ እየ ክረኽቦ ግን ኣይከኣልኩን ብዙሕ ሆቴላት ጎሊለ እየ ኣብቲ ዝነበሮ ሆቴል ክዓ ኣብቲ ኣነ ቅድሚ ሕጂ ዝሃደግዎ ሆቴል ኣብኡ የለን ኢሎምኒ ቦታ ቀይሩ እዩ ኢሎምኒ ናበይ ከም ዝቀየረ ዋላ ሓንቲ ክፈልጥ ኣይከኣልኩን ቴሌ ክዓ ቴሌፎን የብሉን ናብ መን ኢለ እየ እሞ ክድውል ሕጂ ኣጆኺ ተረጋግኢ ኣነ ኣብ ስራሕ እየ ዘለኹ ስራሕ ምስ ወዳእኹ ክመፅየኪ እየ ምስ ተራኸብና ክዓ ሞር ንእሽተን ተሓጋጊዝና ገለ ኢንፎርሜሽን እንተረኸብና ክንእልሽ ኢና። ንፀጥታ ሓይሊ እውን ከነመልክት ኢና ኢልዋ። ንሳ ድማ ስማዕ እስኪ ንዓይ ትፈትወኒ ዶ ኢላቶ ብልክዕ እምበር ይፈትወኪ እንድሕር ትፈትወኒ ኣብዘን ክልተ ሰለስተ ሆቴል ሪኤ ኣይረኸብክዎን እየ ነቦኺ ስለዚ ስርሐይ ዓብየኒ ናብ ስርሐይ ከይደ ኣለኹ ድሓር ምስ ተመለስና ክንራኸብ ዶ ገለ ዶ ገለ ዶ ትብሎ ዘለኻ ሽወዳ ንዓይ ድዩ ኣቦይ እኮ ጠፊኢኒ እየ ኢለካ እምበር ኣቦይ እኮ ደቂሰ ኣይበልኩኻን እየ እስኻ ዘይምግዳስ ድዩ ደኣ ኣብ ስራሕ ኣትየ ትብለኒ ዘለኻ ህጂ ስለምንታይ ኢላ ኮርያትሉ ኣቢነር ከዓ ሄረይ ተረጋግኢ ኣነ እኮ ስራሕ ቀዳማይ ነገር ስራሕ እውን ከባርሩኒ ስለ ዝኽእሉ እቲ ዝበልክኒ ቦታ ከዓ ኩሉ ደልየ ስለ ዝሰኣንኩ እየ መፅየ እምበር ካልእ ኣይኮንኩን ምስ በላ ኖኖኖኖኖ እስኻ ኣባይ ተገዳስነት የብልካን እስኻን ኣይትፈትወንን ተትኾን ኣቦይ ምኣለሽካለይ ኣቦይ ኣለሽካ ምምጻእካለይ ስራሕ ኣቢካ ግን ናብ ስራሕ ከይድካ ዋት ስለምንታይ ኢላቶ እሱ ከዓ ኖኖ ኣነ ከምኡ ኢለ ኣይኮንኩን ጸገም የብሉን ሕጂ እንታይ ግበሪ ክትብልኒ ዘለኺ ኣብ ስራሕ ኣለኹ ብልክዕ እንድሕር ካብ ስራሕ ወጺእኺ ኣለሽ ናብ ከምዚ ቦታ ኺዲ ኪድ ትብልኒ ተኾንኩ ግን ጸገም የለን ክኸይድ ይኽእል እየ እስኺ ግን ኣብ ስምዒት ኮንኪ ትዛረቢ ስምዒት ኮይነ ክዛረብ እኮ ኣቦይ እዩ ጠፊእኒ ሕጂ እኮ ዝኾነ ነገር ከመዛዝን ዝኽእል ሰብ ኣይኮንኩን እየ በጃኻ ግደፈኒ ኣቢለ እስኻ ንዓይ ቦታ እንተዝህልወካ እንተትፈትወኒ እንተተፍቅረኒ ኣይኮነን ኣቦይ ካልእ መምጻእካለይ ፕሊስ በጃኻ ግደፈኒ ሕጂ ጽባሕ ድሕሪ ጽባሕ ዝብሎ ዝደግሞ ሕጂ እውን ኣቦይ ኣምጸለይ ኣቦይ ኣምጸለይ ኣይፈልጥን እዩ እንድዒ ምስ በለቶ ስምዒታዊት ኮይና ኣቢነር ከዓ ኣንተ ሄሪ በጃኺ ኢለ ከይትጨናነቂ ኣነ እኮ ዝከኣለኒ ስለ ዝገበርኩ ስራሕ ከዓ ከምቲ ትፈልጥዮ ከቢድ ስለ ዝኾነ ናይ መጠንቀቕታ ወረቐት ናይ መጨረሻ እዩ ሂቡኒ እንድሕር ኣጋጣሚ ኣቋሪፀ ኣነ ውን ስራሕ ክባረር እየ ኣቦኺ ከዓ ክረኽቦ ኣይከኣልኩን ሕጂ ንስኺ ኣይትጨናነቂ ናበይ ክኸድ ከም ዘለኒ ጥራሕ ሓብርኒ ናበይ ክኸድ ኣለኒ እስከ ሓብርኒ ናበይ ክኸይድ ኣለኒ እንታይ ከ ክገብር ኣለኒ ብኸመይ ከ ክቅልሶ ኣለኒ ነቦኺ። ኣይትጨናነቑ እሞ ኖኖኖኖኖኖ ኣይትጨናነቕ ኣይትበለኒ ሂጂ ልዋም እንተትኸውን እኮ ተኣሲራ ወይ ገለ ኮይና እንተዝብሉኻ ብበቕልን ፈረስን መጎየኻ ኣላ ርኤካ እየ እኮ ብቐዳማይ ከመይ ከም ዝበልካ ኣብ ልዋም እስር ቤት ኣትያ ክብሉኻ እንከለዉ ከመይ ጎይኻ ኣላ ከመይ ከ ተጻዲፍካ ኣውጺእካያ ኣነ ግን ክንዲ ልዋም ስለ ዘይትርእየኒ ነቦይ ክትእልሽ ዓቐብ ጥዒመካ ምስ በለቶ ሄሩ ናትኪ ነብስኺ ምስ ካልእ ሰብ ኣይተወዳድርያ ናትኪ እስኺ ምስ ካልእ ሰብ ክትወዳደርለይ ኣይትበሊ ኣነ ንዓኺ ዘይገበርኩልኪ ነገር የለን ኽገብረልኪ እየ ድማ ስለምንታይ ኢኺ እስኺ ነብስኺ ናብ ካልእ ሰብ ወሲድኪ ተወዳድርያ ዘለኺ እዚ ሕማቅ ሓሳብ እዩ ብኸምዚ ኣይትመዝንዮ ብኸምዚ ድማ ኣይትረድእዮ ዝከኣለኒ ኻዓ ክገብር እየ ሕጂ ዉን ኣይገብርን ኣይበልኩኹን ጥራሕ ንስኺ ንገርኒ እንታይ እየ ክገብር ደለኒ ባእ ኣጨኒቅክኒ እኮ ሕጅስ። ኣነ እንታይ እየ ተጨኒቕካ ድመፅእ ነገር ኣልዩ ድዩ ኾይኑ ንስኺ ተጨኒቕኪ ኣነ ተጨኒቐ ዋላ ሓንቲ ንብሎ ነገር የለን ኣነ ንስኺ ተተረዳዲእና ብቻ ኢና ንፈትሖ ስለዚ እከለ እባ ጓል እከለ እባ ኣይትበልኒ ንዓይ ኣነ ንኣኺ ዘለኒ ቦታ ኩሉ ግዜ ዝነግረኪ ሓደ ሓቂ እዩ የፍቅረክን እዩ የኽብረክን እዩ ኣቦኺ ከዓ ልዕሌኺ እየ ከእልሾ ዝደሊ ስለዘይረኸብክዎ ድማ እየ ናብ ስራሕ ከይደ ንስኺ ግን ብኻልእ ወዲ ካልእ ኣይትረድእዮ ፕሊስ በጃኺ። ብጃኺ ህሪ ኢሉ ምስ ጠየቓ ህሪ ኸዓ ኣነ እኮ ኣቦይ ይፈትወካ እኮ ኣነ ውን የፍቅረካ እየ እኮ ግን በቃ ኣቦይ ምስ ጠፍኣኒ ዝብሎን ዝዛረቦን ኣይፈልጥን እየ ልበይ ጠፊኡኒ ቀልበይ ኣበይ ከም ዘሎ ክፈልጦ ኣይከኣልኩን በቃ እንድዒ ኣቦይ ስለ ዝጠፍኣኒ ሕማቕ ኣለኹ እንታይ ዝዛረብ ከማን ኣይርድኣንን ሕጂ ኻልእ ወዲ ኻልእ ዘረባ እሞ ይጽንሓልና ካብታ ዘየላ እንድዒ ሃፍቲ ዘየለስ ኣቦይ ኣምፀኣለይ ኣቦይ ከተምፅኣለይ ብቻ እየ ዝደሊ በቃ ኣቦይ ሒዝካለይ ክትመፅእ ብቻን ብቻን እየ ዝደሊ ክፅበየካ እየ ኣቦይ ጠፊኡኒ ኮኾብ ገዛና እኮ እዩ ንምንታይ ኢኻ እስኻ ከም ሸለል ነገር ትሪኦ ኣጆኺ ህሪ ኣጆኺ ፀገም የለን ኣቦኺ ሕጂ ሒዘልኪ ክመፅእ እየ ክእልሾ እየ ዳሕራይ እንተረኺበዮ ንመን ኢለዮ ኣይዞኺ እስኪ ከይትጨናነቂ ኢልዋ ናብ ዝኾነ ሆቴል ከይዱ እንደገና ከይዱ ኣብቲ ሆቴል ከዓ ንሓንቲ ሰራሕተኛ ናይ ኣዛዚት ናይ ሆቴል ዝሓፍተይ ኣብዚ ዝኾነ ሰብ ነይሩ ድዩ ኢሉ ምስ ሓተታ ኣይ ይቅርታ ግበረለይ ዝሓወይ መን ክብል መን ዓይነት ከመይ ዝበለ ሰብ ከምዚ ከምዚ ከምዚ ከምዚ ምስሉ ኣብ ከምዚ ቁፅሪ ሮም መደቀሲ ሒዙ ዝነበረ ኢሉዋ ኣሃ ዋይ ንሱ ደኣ ከይዱ እኮ እዩ ብቀዳማይ እኮ ወጺኦም ዝቅድሚ ሰለስተ ክልተ መዓልቲ ወጺኡ ሕሳቡ ምናምን ከፊሉ ወዲኡ ከይዱ ኢላቶ ናበይ ደኣ ከይዱ ይበሃል ጓለይ ኣይ ኖእ እሳስ ኣይፈለጥኩን እየ ዝሓወይ ይቅርታ ግበረለይ።